ሰላም ክቡራት ተኻተልቲ እንቋዕ ብድሓን ናብ መደብና መጻኹም ከም ዝርእስቲ ዝሕብሮ ብዛዕባ ናይ ካናዳ ሲስተም ትብል ቪድዮ ብዙሕ ሰሪሐ ነይረ ቅድሚ ሰለስተ ወርሒ ኣርባዕተ ወርሒ ይኸውን ማለት እዩ ኣብ ቲክቶክ ብዛዕባ እቲ ፋይናንሻል ሲስተም ናይ ካናዳ እቲ ሲስተም ናይ ካናዳ ክትፈልጦ ኣለካ እንተዘይኮይኑ ናይ ካናዳ ናብራ ክኸብደካ ይኽእል እዩ ዝብል ኣርእስቲ ኣልዒለሲ ናይ ከባቢ 30 ሰከንድ ወይ 50 ሰከንድ ትኸውን ሓፃር ቪድዮ ኣብ ቲክቶክ ሰሪሐ ነይረ በዚ ኣጋጣሚ እዚ ከኣ ነዛ ቪድዮ እዚኣ መልሲ ዝሃብዋ ብዙሓት ነይሮም ሓደ ካብቲ እዛ ቪድዮ እዚኣ ብዙሓት ሰባት ሼር ድበልኩምለይ ማለት እዩ ብዛዕባ ብዛዕባኻ ዝተዛሪቡ ኣሎ ዳዊት ቲቪ እዛ ርእስቲ እዚኣ ኣልዒሉ ሲ ሕጂ ብዙሕ ተዛሪቡ ብዛዕባ እታ ቪድዮ ማለት እዩ ናይ ሜቢ ሓደ ደቂቕ እንተነውሐታ ቪድዮ ከም ብዙሕ ተዛሪብላ እታ ርእስቲ እዚኣ እንተኾነ ሓንቲ ኣገዳሲት ነጥቢ ተዓዚበ ካብዚ ዳዊት ሕቶ ኣለዎ እዚ ዳዊት ሓድሽ እዩ ንካናዳ ሕቶ ከኣ ኣለዎ እሱ ከኣ እንታይ እቲ ሲስተም እጂ ብዝተፈላለየ ኣጋጣሚታት ብዛዕባ ሲስተም ናይ ካናዳ ሲስተም ሲስተም ትብሉና ዘለኹምስ እንታይ እዩ ትብል ሕቶ ሓቲቱ እቲ ካልእ ድበሎ ብዘይገድስ እታ ቀንዲ ገዳሲት ነጥብ ዘምጽኣ ግን ሲስተም ካናዳ ሲስተም ሲስተም ትብልናስ እንታይ እዩ እቲ ሲስተም እንታይ እዩ እቲ ሲስተም ክብል እዩ ሓቲቱ በዚ ጋጣሚ እዚ ሎ መዓልቲ ንዓኻ ክብል ኣገዳሲ መልሲ ሒዘልካ መፅሰ ዘለኹ ተኸታተል ኣይ ሲስተም ሕጅስ ሲስተም ገለ ናይ ሲስተም ዓዲ ከምዚ ገለ ምስጢር ዝረኸብካስ ከምዚ ከምዚ እቲ ሲስተም ኢልካ ዘይትዛረብ እንድሕር ናይ ሲስተም ዓዲ ኮይኑ። ናይ መጀመርታ ካናዳ ፋውንዴሽን ኣለዋ እሱ ኸዓ እንታይ ካናዳስ ኣበየናይ ተመስረተ ሲስተማት ኣለዋ ብናይ ሲስተም እያ ትሰርሕ እቲ ሲስተም ድሎ ዘለና ከ ኣካይዳ ስልቲ መምርሒ መንገዲ ማለት እዩ እዚ እታ ቃል ደጊመያ ኢልካ ትደጋገም ከይትኸውን በዚ ኣጋጣሚ እዚ ኣነ ንዓኻ ክምህር ከለኹ ንካልኦት እውን መሃሪ ክኸውን ስለ ዝኽእል ናብ ኩሉ ሰብ እዛ መልእኽቲ ንክትበፅሕ ሸር ክትብልዋ ኣብ ትሕትና ክሓትት እየ ናይ ካናዳ ተሰረተሉ ሲስተማት ወይ ፋውንዴሽን እንታይ እዩ እንተ ኢልና እቲ ሲስተም ኢልና ንገልፆ ዘለናስ እንታይ እዩ መብዛሕትኡ ሰብ ኣብ ካናዳ መፂኻ እወ ክንደይ ጌርካ ክንዲዚ ኦ እሞ ድሓን ኣብ ሲስተም ክሳዕ ትኣቱ እቲ ሲስተም ክሳዕ ትፈልጦ እዩ ሕጂ ሓደ ፍሉይ ምስጢር ሃሊ ይኮነን እቲ ሲስተም ኣሎ ዘለና እንተኾነ ግን ናይዛ ዓዲ ኣካይዳ እንታይ እዩ እንተ ክንፈልጥ ኮይና ሎ መዓልቲ ኣስፋሕ ቢለ ፓርቲ ዋን ክገልፃ እየ ኣገዳሲ ተኮይኑ ከዓ ፓርቲ ክሰርሓላ እያ እንተኾነ ግን ኣዝዩ ነዊሕ ኣይኮነን ኣገዳሲ ብሎ ነጥቢ ፈለዮ ሰ ዝኾንኩ ተሪኦኩም እየ ቀዳማይ ፋይናንስ እዩ ናይ ካናዳ ፋይናንስ ከመይ ይሰርሕ ገንዘብ ኣብ ካናዳስ ብኸመይ ይሰርሕ ብኸመይ ይንቀሳቐስ ብኸመይ ይኣቱ እቲ ኣብ ኣታውታትን ወጻኢታትን ዘሎ ብኸመይ ይሰርሕ? ብኸመይ ገዛ ትገዝእ? ብኸመይ እስኻሲ ኣብ ባንክ ምስ ከድካስ እቲ ገንዘብካስ ኣበየናይ ኣበየናይ ኣበየናይ ተኸፋፍሎ? ካልኣይ ክረዲት ክረዲት እንታይ እዩ? ክረዲት ካርድ ምውፃእ ከመይ እዩ? እንታይ ዓይነት ክረዲት ይኸ ዘሎ? መንግስቲ ዝምውሎ ክረዲት ኣሎ ድዩ? ነፃ ብሕታዊ ዝኾነ ፕሮቪንስ ትሕዞ ዘውፅኦ ናይ ክረዲት ዝቕበሎም ካምፓኒታት ኣለዉ ድዮም ወይ ፈደራል ዝቆፃፀሮ ክረዲት ኣሎ ድዩ ሳልሳይ ሃውዚንግ ብዛዕባ ገዛ ናይ ገዛ ፋይናንስ ናይ ገዛ ሲስተምስ ከመይ እዩ ሃውዚን ሲስተም ብዛዕባ ሞርጌጅ ክትዛረብ ትኽእል ኢኻ ኣብዚ ጉዳይ እዚ እንተኣቲኻ እሱስ ብኸመይ ይሰርሕ ሰብ ሓንቲ ዓይነት ኣገዛዝኣ ገንዘብ ገዛ ደሎ ካሽ ሂብካ ክትገዝ ትኽእል ዶ ፋይናንስ ትገብሮ ትኽእል ዶ እቲ ገዛ ገዛ ምስ ገዛእካዮ ኸ ሪሞርጌጅ ምግባር እንታይ እዩ እዚ ሕጂ ነናቱ ስታይል ነናቱ ቅዲ ነናቱ ሲስተም ነናቱ መንገዲ እዩ ዘለዎ ብድሕሪኡ ናይ ትምህርቲ ሲስተም ኤጁኬሽናል ሲስተም ንብሎ ማለት እዩ ትምህርትስ ከመይ እዩ ኣብ ኤሌመንታሪ ከለኻ ሰከንደሪ ክትሓልፍ ካብ ሰከንደሪ እንታይ ዓይነት ምርጫታት ኣለካ ኣብ ሰከንደሪ ኸ መንግስቲ ዝቦ ሓገዝ እንታይ ኣሎ እንታይ ኣሎ ኸ ቮኬሽናል ስኩል ወይ ድማ ናይ ትሬድ ስኩል እንታይ ዓይነት ሲስተም ክትወስድ ትኽእል ኣለካ ነዚ ዓይነት ቮኬሽናል ትወስድ ትኾንካ ከም ንኣብነት ዶክተር ክትከውን እንታይ ዓይነት ትምህርቲ ክትወስድ ኣለካ እቲ ዶክተር ክትወስድ ደድልየካ ነጥብስ እንታይ እዩ ስቅልካ ኮንካ ዶክተር ትከውን እንታይ ዓይነት ትምህርቲ ክትወስድ ኣለካ ካንስለርስ ኣለዉ መንገዲ ንኣብነት ንስካ ዶክተር ክትከውን ተደሊካስ እንታይ እንታይ ዓይነት ኮርሳት ትወስድ ልክዕ ምሳካ ኮፍ ኢሎም ፊት ንፊት ካንስለርስ ኣለዉ ኮፍ ኢሎም ንዓኻ እዚኣን እዚአን እዚኣን ኮርስ ተወሲድካ እዚአን እዚአን ኢንካ ተጸቂጥካለን እስኻ ዶክተር ክትከውን ትኽእል ኢኻ ኦ እስኻ እዘን ሳብጀክት እዚኤን ትወስደን ዘለካ ይጠቕማኻን እየን እዚኤን እዚኤን ተወሲድካያን ግን ነርስ ክትከውን ትኽእል ኢኻ እዚኤን እዚኤን ተወሲድካያን ከዓ ሎየር ክትከውን ትኽእል ኢኻ ኢሎም ድምህሩኻ ከም ዘለዎስ ትፈልጥ ዶ እዚ ሲስተም እዩ ንባዕሉ ነቲ መንገዲ ተዘይፈሊጥካዮ ግን ድሓን ባዕለይ ክፈልጦ እየ ተልካ ሰልካ ሰ ተተማሂርካ ዓሰርተ ክልተ ክፍሊ ወዲእካ ማለት እቲ ዘድሊ ነጥቢ ሰርቲ ዳሽ ዋን 29 ዳሽ 3 እቲ ትወስዶ ዘለኻ ናይ ትምህርቲ ሲስተም ሲ እቲ ትደልዮ ከሪየር ወይ ሞያ የብፅሓካ ድዩ እዚ ንባዕሉ ሲስተም እዩ ኤጁኬሽናል ሲስተም ከዓ ይበሃል ብድሕሪ ተሰሪዑ ዘሎ እቲ ናይ ሄልዝ ኬር ሲስተም ሄልዝ ኬር ኣብ ካናዳ ነፃ እዩ እንተኾነ ግን ምስቲ ነፃ ምዃኑ ዝመፅእ እንታይ ኣሎ ሲስተማት እንታይ እንታይ ከቲ መንግስቲ ዝበካ ነፃ ነገር መጀመርታ ኣብ ካናዳ ምስ መፃኻ ነቲ ሓንቲ ዓመት ስንኻ ክትረአ ድዩ ካልእ ካልእ ናይ ንነብስኻ ትገብሮ ፈተሽታት ነፃ እዩ እዚ ሕጂ ነገርካ የድልየካ ብድሕሪ እቲ ዓመት እቲኣ ምስ ተወደአት ከ እቲ ሰብ ብኸመይ ስኑ ይዐሪ ካብ ክንደይ ክሊ ዕድመ ኢኸ መንግስቲ ነፃ ገይርዎ ደሎ ቀጻሊ ኣብ ናይ ካናዳ ዌብሳይታት እንተ ርኢኹም ናይ ስኒ ካብ 65 ንላዕሊ ነፃ ጌርናዮ ኣለና ታሕቲ 12 ቆልዑ እንተ ኣለኹም 12 ክሊ ዕድመ ማለት እዩ ደንታል ኣሲስታንስ ነፃ ክረኽቡ ይኽእሉ እዮም ዝብል የውፅኡ እዮም እዚ ሕጂ እቲ ናይ ሄልዝ ኬር ሲስተም እዩ ካርድ ኣላ ሄልዝ ኬር ካርድ ማለት እዩ ንእሽተይ ክንዚኣ ትኸውን መጀመርታ ኣብ ካናዳ ምስ መፅኻ ትወሃበካ ካርድ እዛ ካርድ እዚኣ ተዘይብልካ ፈፂሞም ኣይሕክሙኻን እዮም ምክንያቱ ዌር ዝ ሄልዝ ኬር ካርድ ይብልካ ሄልዝ ኬር ካርድ ተለካ ፒኣር ሒዝካ ኣለኻ ወይ ኣብ ካናዳ ክትፀንሕሲ ሌጋል ወረቐት ሒዝካ ኣለኻ ሞ ነፃ ሄልዝ ኬር ክትረክብ ከዓ ትኽእል ኢኻ ዳት ኢዝ ዋይ እዚ ናይ ሄልዝ ኬር ሲስተም ከዓ እታ ካርድ ተድልየካ መንገዲ እዩ ድሕሪኡ ሰሪዓ ደለኹ ከዓ ይቕሬታ ብዙሕ እየ ሰሪዐ ደለኹ ኣብ ካናዳስ ፒኣር ትሕዘሉ መንገዲ ኣሎ እዚ መብዛሕትና ኤርትራውያን ናብ ካናዳ ክንኣቱ ከለና ብናይ ስፖንሰርሽፕ ወይ ብናይ መርዓሰ ንመፅእ ቀልጢፍና ኢና እቲ ፒኣር ንሕዙ ኦረዲ ቅድሚ ኣብዚ ዓዲ ምእታውና ፒኣር ሒዝና ኢና ንኣቱ እንተኾነ ግን ፒኣር ትሕዘሉ ሲስተም ኣሎ ናይ ኢሚግሬሽን ሲስተም እዩ ከዓ እዚ ኣብ ኢሚግሬሽን ሲ ብኸመይ ኣቲኻ ኣብ ካናዳ ፒኣር ኣፕላይ ትገብር ሕጂ መብዛሕትኦም ካብ ህንዲ ዝመፁ ወይ ካብ ፊሊፒንስ ዝመፁ ብናይ ወርክ ፐርሚት መንገዲ እዮም ዝመፁ በዚ ከዓ ኣብ ካናዳ ክንደይ መዓልታት ፀኒሖም ክሬዲት ዝወሃቦም ኣሎ ወይ ነጥቢ ማለት እዩ ነቲ ነጥቢ ኣኪቦም ይፍቀደሎም ፅባሕ ንጎ ኣነ ፒኣር ሓታ ኣሎ ክብሉ ከለዉ እዚ ሕጂ ናይ ኢሚግሬሽን ሲስተም እዩ ወይ ናይ ኢሚግሬሽን ኣካይዳ ወይ ስልቲ እዩ ብዙሕ ዓይነት መንገዲ እዩ ዘሎ ኣይኮነን ከዓ ን ክፅበ እትልካ ክፅበ እውን ትኽእል ኢኻ እዚ ግን ሓደ ካብቲ ስልቲ እዩ ቀፂልና ንሪኦ በታ ቀዳመይቲ ደልዓልናያ ርእስቲ ማለት ኣስፋሕ ኣቢልካ ገልፃ እያ ባንኪን ወይ ድማ ናይ ክረዲት ኢንፍራስትራክቸር እዚ ከዓ ናይ ክረዲት መንገድታት ማለት እዩ ሕጂ ዓበይቲ ባንክታት ዝበሃሉ ካናዳ በዓል መን እዮም ተልካ ኣርቢሲ ቲዲ ቢኤምኦ ሲኣይቢሲ ከምኡውን ስኮሽያ ባንክ መብዛሕትና ሰባት እንጥቀመላ ባንክ ኣብ ናትና ኤርትራውያን ወይ ሓበሻ ሕብረተሰብ እንታይ ቲዲ ወይ ድማ ሲኣይቢሲ እዩ ካልኦት ባንክታት እውን ፅቡቅ ባንክታት እዮም ኣየናይ ባንክ እዩ ንዓኻ ዘዋጽኣካ? ኣየናይ ባንክ እዩ ከ ዝሓሸ ኢንሹራንስ ዝበካ? ብዙሓት ኣብ ፋሚሊኻ ኣብ ሓደ ባንክ ተለዉ እንታይ ኣድቫንቴጅ ኣለዎ? ቀጺልና ንሪኦ ክሬዲት ዩኒየን እዩ። ክሬዲት ዩኒየን ከዓ ኣብ ውሽጢ ፕሮቪንስ ካብ ፕሮቪንስ ናብ ፕሮቪንስ ንኣብነት ኣብ ኣልበርታ ድቕመጥ ኣነ ንስኻ ዳዊት ከዓ ኣብ ኦንቴሪዮ ትቕመጥ እንተ ኣለኻ ንበል ወይ ቶሮኖ ትቕመጥ ተለኻ ናትኩም ናይ ክሬዲት ዩኒየን በይኑ እዩ ናትና ክሬዲት ዩኒየን በይኑ እዩ ብድሕሪኡ ዝስራዕ ክረዲት ካርድ ክሬዲት ካርድ ብኸመይ ትጥቀመሉ ኣጠቃቅማ ክሬዲት ካርድ ኣዝዩ ሰፊሕ እዩ ናቱ ርእሱ ድኸኣለ ዓብ ርእስቲ እዩ ሕጂ ኣነ ብላዓል ላዓል ተንኪፈ ክሓልፍ ክእል እየ ምክንያቱ ከም ሲስተም ኖ ዘለና እንታይ ንመግለፂ ማለት እዩ ክሬዲት ካርድ ብዙሕ ዓይነት መንገዲ እዩ ዘለዎ ማስተር ካርድ ይበሃል ኣሎ ቪዛ ካርድ ይበሃል ኣሎ ከምኡን ካልእን ካልእን ኣየናየት ንዓኻ ዘዋፅኣካ ኣየናይኸ ናትካ ናትካ ካርድሲ ናትካ ክሬዲት ካርድ ብዩሉ ዝገብሮ 700 700 ክሬዲት ስኮር እንታይ ማለት እዩ ክሬዲት ስኮርካ ብኸመይ ተዕብዮ ስእልካ ትልቃሕ ትኾንካ እንታይ ሳዕቤን ኣለዎ ልቓሕ ካብ ሰዓትካ ይትመልስ ትኾንካ እንታይ ሳዕቤናት ኣለዎ ብዙሕ ሳዕቤናት ኣለዎ ልቓሕካ እንተ ኣይትኸፍል ኮንካ ንስኻ ብቲ ክሬዲትካ እዩ ድምዝገብ እቲ ን ክሬዲት ካርድ ምዝገብ ከኣ ናብተን ዓበይቲ ባንክታት ትኸይድ እሞ ናብ ክሬዲተርስ ዝበሃሉ ኣለዉ ጽባሕ ንጎ ንስኻ ቴሌፎን ተገዚእካ እንድሕር ዕዳኻ ደይ ትመልስ ኮንካ ጽባሕ ንጎ ገዛ ክትገዝእ ክትከድ ከለኻ እቲ ክሬዲት ካርድ ታሕቲ ስለ ዝኾነ ኣይቅበሉኻን እዩ ምክንያቱ ናይ ምምላስ ባህሊ የብልካን ወይ ናይ ምምላስ ባህሊ የብልክን ስለዚ ክሬዲትካ ምሕላው ኣገዳሲ እዩ ለቓሕ ወይ ድማ ሎንስ ባንክ ከለቅሑካ ኮይኖም እንታይ እዮም ዝርዩ እንተ ኢልና ክሬዲትካ እዮም ዝርዩ ንስኻስ ማዕረ ክንደይ ተለቂሕካ ትመልስ ኣብ ባንክኻ ሓምሳ ሽሕ ኮፍ ኢሉ ተሎ ስእል ካብ በተን ኣብ ካልእ ኣብታ ካልኣይቲ ኣብ ቸኪንካ ሓምሳ ሽሕ ተሎ ወይ ኣብ ሴቪንካ ከዓ ዕስራን ሓሙሽተን ሽሕ ተሎ እስኻ ብክሬዲት ካርድ ትጥቀም ትኾንካ ከምኡ ኣብ ሰዓትካ ትመልስ ትኾንካ ንዓኻ ላይን ኦፍ ክሬዲት ዝበሃል ኣሎ እቲ ላይን ኦፍ ክሬዲት ክቡካ ከለዉ ከዓ ከም ልቓሕ ዋላ ሓምሳ ሽሕ ኣብ ባንክኻ ፅናሕ ድሓ ንስኻ ትመልስ ስለ ዝኾንካ ገንዘብ ትመልስ ስለ ዝኾንካ ኣብ ባንክኻ ፅናሕ ይብሉኻ በዚ ከዓ ፅባሕ ንጎ ንስኻ ከም ትመልስ ተኣማሚኖም ነዚ ገንዘብ እዚ ኣብ ቢዝነስኻ ተውዕሎ ድላይ ክትውዕሎ ትኽእል ኢኻ እዚ ላይን ኦፍ ክሬዲት ክትመልሶ ከለኻ ኢንተረስት ኣለዎ እንተኾነ እቲ ኢንተረስት ግን እታ ገንዘብ ምስ ውፃኻ እዩ ድቆፅር ኣብ ዝሓፀረ እዋንካ ክትመልሶ ትኽእል ኢኻ ልዕሊ እቲ ክሬዲት ካርድ ግን ዝሓሸ ኢንተረስት ሬት ኣለዎ ዳስዋይ ዝበዝሕ ሰብ ከዓ በዚ ምክንያት እዚ እቲ ላይን ኦፍ ክሬዲት ይመርፅ ካብ ቀጥታ ካብ ክሬዲት ካርድ ተጠቂሙ ክልቃሕ ብድሕሪኡ ሰሪዐ ዘለኹ ሃውዚን ወይ ድማ ሞርጌጅ ሳፖርት ሞርጌጅ ኣብ ካናዳ ዳርጋ ሓደ ሃብቲ ዝዓበየ ገንዘብ ዝወፅእ ኣብ ምንታይ ትረኣልካ ኣብ ገዛ እዩ ዝበዝሐ ሰብ ሰሪሑ ሰሪሑ ቢዝነሱ ምስ ሓዘ ድዩ ስርሑ ምስ ጀመረ ድዩ ናብሩ መሰጣጥሐ ሓዳር ምስ ገበረ እታ ቀንዲ ዝጎያ ነገር እንታይ ኣትልካ ኣብ ካናዳ ገዛ እያ ገዛ ንምግዛእ ከኣ ሞርጌጅ ብዛዕባ ሞርጌጅ ምፍላጥ የድልየካ ናይ ሞርጌጅ ሲስተም ሕጂ ብዙሕ እዩ ናይ ሞርጌጅ መንገዲ ኣፍልጦ የድልየካ ሕጂ እታ ሲስተም ክደግማ ከለኹ ንምንታይ ምዃና ተረዲኣትኩም ኣላ ፈርስት ታይም ሆም ባየርስ ኢንሰንቲቭ ዝበሃል ኣሎ ሓሙሽተ ክሳብ 1 ፐርሰንት ኢኩዊቲ ሳፖርት ፈርስት ታይም ሆም ባየርስ ኣብ ካናዳ ቀዳማይ ግዜኻ ገዛ ትገዝእ ተለኻ ኤፍኤችኤስኤ ይድበሃል ፈርስት ታይም ሆም ባየርስ እቶም ቀዳማይ ግዜ ገዛ ትገዝኡ ዘለኹም መንግስቲ ዝበካ ኣሎ ሴቪን ኣካውንት ታክስ ፍሪ ዝኾነ ኣብ ባንክካ ገንዘብ ከተቐምጥ ትኽእል ኢኻ ሕጂ ኩሉ ግዜ ገንዘብካ ኣብኡ ተቐምጥ ትኾንካ ፅባሕ ንጎ ንስኻ ኣነ ገዛ ክገዝእ እየ እንድሕር ትብል ኣለኻ ኦ እዚ ሰብ እዚ ኣብ ታክስ ፍሪ ሴቪን ተቐምጦ ኣሎ ታክስ ዘይቁረፆ ግን ኣብ ባንክኻ ዝፀንሕ ቀጥታ ካብ ደሞዝካ ክትክፈል ከለካስ ቅድሚ ታክስ ምውሳዶም ድሕዳ ካብቲ ገንዘብካ ብዝሕ ድበለ ኣብኡ ተቐምጥ ነርካ ፅባሕ ንጎ ገዛ ክትገዝእ ከለካ ጥራይካ ተውፅኦ ትኽእል እቲ ገንዘብ እዚ ገንዘብ እዚ ታክስ ፍሪ እዩ ታክስ ኣይትኸፍለሉን ኢኻ ምክንያቱ ገዛ ትገዝእ ስለ ዘለካ ስለዚ በዚ ነፃ ዝውኻ ናይ ታክስ ዕድላት ኣሎ እዚ ንባዕሉ መንገዲ እዩ ብሰፊሑ ብዛዕባ እዚ ርእስቲ ክዛረብ ክትፈልጥ እንትደኣ ደሊኻ ግን ሞርጌጅ ኮንሳልታንትስ ዝበሃሉ ኣለዉ ብዛዕባ ሞርጌጅ ኮንሳልት ወይ ድማ ብሮከርስ ኣለዉ ንስባት እዚኦም እንታይ ክገብር ትኽእል ናብ ባንክ ከድካ እውን እቲ ናትካ ባንክ ፋይናንሻል ኣድቫይዘርስ ነዚኦም ዝጠቕሙኻ እጂ እንታይ እንታይ ድልየካ ንገዛ ክትገዝእ ኣበየናይ ባንክ ከተቐምጦ ገንዘብካ በየናይ ክትረብሓሉ ትኽእል ዝሕግዙኻ ንሶም እዮም መንግስቲ ዝበካ እውን ኢንሰንቲቭ ኣሎ ሓደ ቀዳማይ ግዜኻ ገዛ ትገዝእ ተለኻ ልዕሊ እቲ ናብ መንግስቲ ዝውፅኦ ዘሎ ኮንዲሽን ኣሎ ልዕሊ ሓሙሽተ ሚእቲ ሽሕ ድዩ ልዕሊ ሰለስተ ሚእቲ ሽሕ ድዩ ልዕሊ ትገዝእ ተለኻ ካልእ ትረፍ ወይ ነፃ ወይ ነፃ ገርብልካ እቲ 25 ፐርሰንት 25 ሽሕ ነፃ ይገብሩልካ ወይ ድማ ፈርስት ታይም ሆም ባየርስ ዝኾነ ኢንሰንቲቭ ዝበካ መንግስቲስ ኣሎ ብሰፊሑ እንታይ እዩ እቲ መንግስቲ ዝበካ ነፃ ንምፍላጥ ግን ንሞርጌጅ ኮንሳልታንት ዝበሃሉ ንዖም ኮንሳልት ክትገብር ከድልየካ እዩ ታክስ ሬኖቬሽን ታክስ ክሬዲት ነቲ ገዛኻ ተዕርዮ ተለኻ ታክስ ክሬዲት ዝወሃበካ ኣሎ ኦኬ ኣነ እዚ ስፔንድ ገብሩ ዘለኹ ናይ ገዛ እዩ ወይ ድማ ግሪን ኢንሰንቲቭ ዝበሃል ኣሎ ሕጂ ብ ሰዓት እዚ ካናዳ ዝገብሮ እንታይ ኣሎ እንተልኩምኒ መኪና እዘን ከም በዓል ተስላ ዝኣመሰላ ወይ ድማ ኤሌክትሪክ ዝኸዳ መካይን ትገዝእ ዘለኻ እዚ ኢኒሽቲቭ ዝገብሮ ዘለካ ኣካይዳ ንግሪን ዝኾነ ፕላን ወይ ኣጀንዳ ዝተኣሳሰረ ወይ ምስኡ ዝተሓሓሶ ዝኾነ መንግስቲ ዝመልሰልካ ገንዘብ ኣሎ ኣነ ኤሌክትሪክ መኪና ይዙር ኣለኹ ስለዚ ኢንቫይሮመንት ፖሊት ኣይትገብርን ኣለኹ ወይ ኣይብክልን ኣለኹ ትብል ስለ ዘለኻ ዝወሃበካ ገንዘብ ኣሎ ቀጥታ ንዓኻ ዝወሃበካ ክሬት ኣሎ ኣፕላይ እንድሕር ጌርካ ማለት እዩ ሲስተም እዩ ዝዓርከይ ኤጁኬሽን ናይ ትምህርቲ ወይ ድማ ስቱደንት ፋንዲንግ ትምህርትን ንተምሃሮ ዝውሃብ ፋንዲንግ ኣሎ ሓገዝ እዩ ፈደራልን ፕሮቪንሻል ሎንስን ፈደራል እቲ ዓብዪ መንግስቲ ማለት እዩ መንግስቲ ትሩዶ ነበር ሕጂ ብሰዓት እዚ ማርክ ካርኒ ኣሎ ብፈደራል ዝወሃበካ ሓገዝ ኣሎ ከምኡ እውን ፕሮቪንሻል ኣብ ውሽጢ ኣልበርታ ሕጂ ዝወሃበና ሓገዝ ኣሎ ንተምሃሮ እንተ ኣፕላይ ጌርና ማለት እዩ ኩሉ ኣፕላይ ክትገብር ኣለካ ኣፕላይ ከይገበርካ ሓሲቦም ን እዚ የድልየ ኣይብልኻን እዮም ስቱደንት ትኾንካ ግን ስቱደንት ኣፕላይ ትገብሮ ኣሎ ኣብ ደደለኹሞ ፕሮቪንስ ኣብ ብሪትሽ ኮሎምቢያ ተለኹም ኣብ ኣልበርታ ተለኹም ኣብ ሰስካያችዋን ተለኹም ኣብ ኦንቴርዮ ዘለኻዮ ዓዲ እውን ግራንት ክትወሃብ ትኽእል ኢኻ ልቓሕ ኣሎ ልቓሕ ድወሃበካ ኢንተረስት የብሉ ናይ ስቱደንት ትኮይኑ ወላ ሓንቲ ኢንተረስት የብሉ በዚ እዩ ከዓ ብጣዕሚ ሓጋዚ መብዛሕትኦም ትምህርቲ ዝመሃሩ ንኣብነት ሓምሳ ሽሕ እንድሕር ደኣ ወሲድካ ንትምህርቲ ኢልካ ካብዚ ሓምሳ ሽሕ መብዛሕትኡ ግዜ ግራንት ዝውሃብ ኣሎ ግራንት ማለት ነፃ ገንዘብ ንዓኻ ሓገዝ ትመሃር ስለ ዘለኻ ንፅባሕ ንጎ ንስኻ ኣፍራይ ስለ ትኸውን እቲ ትምህርቲ እዚ ተማሂርካ ግን ክትከፍረዮ ትኽእል ካናዳ ክኸስሮ ስለ ዝኽእል ንስኻ ንክትመሃር ዝወሃበካ ግራንት ኣሎ እዚ ግራንት እዚ ፅባሕ ንጎ ምለሰልና የብልኻን እዮም እቲ ሎን ሓምሳ ተኮይኑ እቲ ግራንት ካብዚ ዕስራ ተኮይኑ እቲ ግራንት ትመልሶ ናት ዕስራ ሽሕ እታ ሰላሳ ኢኻ ትመልሳ ስለዚ ዕስራ ሽሕ ሲ መንግስቲ ብነፃ ይበካ ኣሎ እዚ ሕጂ ከም ሻጥርካ ግድን ትመሃር ኬድካ ኩሉ ተጥፍእ ማለት ኣይኮነን ከም ሻጥርካ ግን ኣነ ብዛኣፍ ኣውፅኤ ከምዚ ከምዚ ግበር ኣይብለካኒ ግን ሲስተም ኣለዎ ክብለካ ኢለ እዚ ትወስዶ ተለካ ነፃ ትወሃብ ተለካ ገንዘብ ሲ እሞ ሓምሳ ሽሕ ወሃበካ ተሎ ካብዚ እቲ ዕስራ ሽሕ ነፃ ንዓኻ እቲ ሰላሳ ሽሕ ከዓ መምሃሪኻ ብልካ ኣሎ እዚ መኽሰብ እዩ ደሓር ካብ 20 ክሳብ 40 ፐርሰንት RESP ማቺንግ ዝበሃል ኣሎ ሕጂ ኣብ ስራሕ ትሰርሕ ተለኻ ንኣብነት መብዛሕትና ኣብ ስራሕ ዘለና RRSP ዝበሃል ኣሎ RRSP ማለት ሪታየርመንት ሴቪንግ እዩ እዚ ሪታየርመንት ሴቪንግ ንኣብነት ኣነ ሽሕ ወይ ክልተ ሽሕ የቐምጥ ተለኹ ኣብኡ እቲ ናተይ ኣስራሐይ ወይ ዓመይ ከኣ ንዕኡ ማች ይገብሮ ወይ ድማ ልክዕ ናቱ ሽሕ ወይ ክልተ ሽሕ ኣብታ ናተይ ኣርኣኤስፒ ድዩ የቐምጠለይ ከምኡውን ኣርኢኤስፒ ዝበሃል ኣሎ እዚ ከዓ ናይ ተምሃራይ ከም ምዃንካ ማች ዝገብረልካ ኣሎ ንዓመት ሲ ከባቢ 7200 ማለት እዩ እዚ ሕጂ ከም ተምሃራይ ኮንካ ኣብቱ ኣብ ተምሃራይ ክትኮን መደብ ተለካ ልክዕ ናብ ስቱደንት ሰርቪስስ ናብ ትሃእትወለካ ትምህርቲ ኣቲኻ ንኣብነት ኣብ ኦንቴርዮ እንተር ኮይኑ ኦንቴርዮ ኮሌጅ እንተ ከድካ ሄይ ኣነ ከምዚ ይምድብ ኣለኹ እንታይ ክገብር ይኽእል መንግስቲ ድበኒ እንተልካዮም ኦ ናይ ስቱደንት ፋንዲንግ ኣሎ ክንዲ ዝለኑ ክሕብሩኻ እዮም ሲስተም እዩ ብድሕሪኡ ቀፅልና ዘ ንሪኦ ከዓ ካናዳ ለርኒን ቦንድ ዝበሃል ኣሎ ካናዳ ለርኒን ቦንድ ክሳብ 500 ዶላር ንዓመት ከዓ ይበፅሕ ቀፂልና ንሪኣ ኒው ካመር ሰትልመንት ኤንድ ላንጉጅ ሳፖርት እዚ እኳ ንዓኻ ብዙሕ ኣገዳሲ ይመስለኒ ምክንያቱ ኦሬዲ ፅቡቅ እንግሊሽ ካ ትዛረብ እንተኾነ ግን ነዞም እንግሊሽ ከተዕርዩ ትደልዩ ፍሪ ሰትልመንት ሰርቪስስ ንኣብነት ኣብዚ መፂኹም ሰትል ንክትገብሩ ኣብ ካናዳ ሓደ ናይ ስራሕ ሰርች ንምግባር ወይ ስራሕ ንምድላይ ዝሕግዝኹም ቆንስላት ወይ ኣባላት ኣለዉ መብዛሕትና ኣብ ኤድመንተን ከም ንፈልጦ ካቶሊክ ሶሻል ሰርቪስስ ወይ ሜነናይት ሰንተር ብዙሕ ሓገዝ እዮም ዝገብሩልካ ከምኡውን ጆብ ንምርካብ ብዙሕ እዮም ዝሕግዙኻ ከምኡ ውን ሃውዚንግ ገለ ገሌኹም ወይ ደቂ ኣንስትዮ ወይ ደቂ ተባዕትዮ ምስ ደቅኹም መፂኹም ወይ ምስ ደቅኽን መፂኸን ኣብዚ ዓዲ እዚ ድሓር ናይ ፋይናንሻል ሕፅረት ህልወኩም እታ ቀዳመይቲ ዓመት ኩሉ ግዜ እቲ ዘምፃእካ ስፖንሰር ኣነ ክኽእሉ እየ ኢሉ ዘምፃእካ ዘሎ ዋላ ገንዘብካ ቀምጥ ከከም ድላይኩም ሲስተም ሙፁ ናብዚ ዓዲ ብድላይኩም መንገዲ ሙፁ ግን እታ ቀዳመይቲ ዓመት መንግስቲ ካናዳ እቲ ዘምፃእካ ስፖንሰር ከም ዝኽእለካ እያ ትኣምን በዚ ምክንያት እያ ከዓ ብፍላይ ብናይ ስታይ ትመፅእ ተለካ ብናይ ግሩፕ 5 ስፖንሰርሽፕ እንተ ትኣቱ ኣለካ ኣብዚ ዓዲ ዝቕመጠልካ ገንዘብ ኣሎ እዚ ከከም ስምምዕካ ኣነ ኣትየ ርእሰ ይኽእል እየ ትብል ትኾንካ ፅቡቅ ንሀ ሜዳ እንተኾነ ግን ኣነ ኣይክእልን እትልካ ግን መብዛሕትኡ ግዜ እቲ ናትካ ዘምፃእካ ስፖንሰር ክኽእለካ እዩ ዘለዎ ምክንያቱ ብኸምኡ ኢኻ እቲ ገንዘብ 16500 እቲ ሸሞንተ ሽሕ ናይ ገዛዶ እቲ ክንድዚ ናይ መግቡ ኢሎም ባጀት ዝሰልዕዎ ኣሎ ኣብቲ ፎርም ናይ ካናዳ ተሪኢኹሞ እውን ኣብኡ ፅሑፍ ኣሎ ክንደይ ክንደይ ገንዘብ ንገዛ ክንደይ ገንዘብ ንመግቢ ክንደይ ገንዘብ ንትራንስፖርት ክንደይ ገንዘብ ንትምህርቲ ገለገለ ካብቲ ፋሚሊ እውን ከነብፅሖ ኢና ከነኪዶ ኢና ቤተክርስትያን ክንመልሶ ኢና ገለታት ገለታት ኢሎም ይመልእዎ እዮም ብድሕሪኡ ሊንክ ድበሃል ኣሎ ሊንክ ከዓ ናይ ቋንቋ እንግሊሽ ናይ ምዕራይ ወይ ናይ ምሕጋዝ ዝህቡ ሰርቪሳት እዮም ፍሪ እንግሊሽ ወይ ድማ ፍሪ ፍሬንች ክላስት ክላሳት ኣብ እዚ ሕጂ ንሞንትሪያል ትኸዱ ዘለኹም ኤርትራውያን ኣብ ወይ ሓበሻ ኣብ ሞንትሪያል ናይ ወይ ድማ ኩቤካ ኪቤከርስ ፍሬንች ዝዛረቡ ዓዲ ስለዝኾኖም ፍሬንች ክዛረቡ ኣለኩም ፍሬንች ኣብ ኪበክ ትኸድ ተለኹም ግን ናቶም ፍልይ ዝበለ ሕጊ ኣለዎም ብጣዕሚ እዮም ናብ ፍረንች ዝፀቕጡ መብዛሕቶም ኤርትራውያን ኣብ ፍረንች ትኽእሉ ተኾንኩም እያ ፅቡቅ እቲ ዓዲ ምክንያቱ ብቋንቋኦም ስለ ዝኾነ ኩሉ ኢዝሊ ሰትል ክትገብሩ ኢኹም ስራሕ ክትረኽቡ ኢኹም ፍረንች ደይ ትኽእሉ ግን ቁርብ ክኸብደኩም ይኽእል እዩ ኣብ እንግሊሽ ትዛረባ ዓድታት ተኸድኩም ተመራፂ እዩ ናይ ኮሚኒቲ ወይ ሕብረተሰብ ሳፖርት ዝገብሩ ቦታታት ኣለዉ ከም ዝበልኩኻ ኣብ ኤድመንተን እንተኮይኑ ካቶሊክ ሶሻል ሰርቪስስ ኣብኡ ግን ዋላ ኣብቲ ዘለካዮ ኦንታሪዮ ሶሻል ሰርቪስስ ዝበሃሉ ኣብኡ ክትረክብ ትኽእል ኢኻ ናይ ኢምፕሎይመንት ፕሮግራምስ ናይ ስራሕ ዕድላ ክትረክበሎም ትኽእል ፕሮግራማት እውን ብዙሓት ኣለዉ ተወከስ ጥራይ ኣገዳሲት ነጥቢ ቤነፊት ታክስ ን ሶሻል ሰፖርት ኣብታ ዝገለፅካያ ቪድዮ ብነፃ ገዛ ትቕበል ገሌልካ ከምዚ ኣሽሙር ብነፃ ገዛ ምቕባል ስማርትነስ እዩ ዕሽነት ኣይኮነን መንግስቲ ገዛ ክበካ ተኽኢሉ እሞኻ ንስኻ ናይ ብሓቂ እቲ ገዛ ዘድልየካ እንተኮይኑ እስኻ ድሕር ሰብ ተሪፍካ ማለት ኣይኮነን ጥራይ እቲ መንገዲ ፈልጥካ ኣለኻ ብኸመይ ትነብር ብሜላ እዩ ዝዓዲ እቲ ሲስተም ሎ ዘለና ሜላ እዩ ስለዚ ሓደ ኣብ ካናዳ ምስኣተኹም ዋላ ክልተ ወርሒ ግበሩ ሰለስተ ወርሒ ግበሩ ዋላ ሓደሽቲ ኩኑ እንተ ቀጥታ ካናዳ ኣትኹም ታክስ ዝምልኣሉ ቂነ እንተ ኣኺሉ ንኣብነት ወርሒ ክልተ ወርሒ ሰለስተ ወርሒ ኣርባዕተ እቲ ታክስ ወይ ድማ ቀረጽ ዝምልኣሉ ግዜ እዩ ዋላ ስርሑ ኣይትስርሑ ብዜሮ ምልእዎ ብዜሮ እንተ ደኣ መሊእኩሞ ሓደ ደቂ እንተ ደኣ ኣለውኹም ወይ ቆልዑ እንተ ደኣ ኣለውኹም ናይ ቆልዑ ቻይልድ ቤነፊት ዝበሃል ክትቅበሉ ኢኹም ካናዳ ቻይልድ ቤነፊት ብጣዕሚ ሓጋዚ እዩ ንወለዲ በብከም ብዝሒ ደቅኹም ክልተ ተለኹም ናይ ክልተ ቻይልድ ቤነፊት ትረኽቡ ሰለስተ ተለኹም ናይ ሰለስተ ቻይልድ ቤነፊት ኣብ ገለገለ እዋናት እውን እዚ ናይ ቻይልድ ቤነፊት እቶም ቆልዑ ንምእላይ ክኾነኩም ይኽእል ከምኡ እውን ነቲ ካልእ ናትኩም ሓገዛት ነቶም ቆልዑ ክሕግዝ ዝኽእል ንኣብነት ገዛ ምኽፋል ድዩ ገለ ድዩ ብዙሕ ክሕግዘኩም ይኽእል እዩ እዚ ግን እቲ ባይ ዘ ወይ በዚ ኣጋጣሚ ክነግረኩም እቲ ቻይልድ በነፊት ንምንታይ ይወሃበኩም ኣሎ ምፍላጥ ከድልየኩም እዩ ንገዛ ክራይ መክፈል ይኮነ ግን ድሓን ንሱ ከከም ናብራና ናብራና እዩ ኢዚ ኮነ ቀልል ኣይኮነ ናብ ካናዳ ብድሆ እዩ ጂኤስቲ ኤችኤስቲ ክሬዲት ዝበሃል ኣሎ ዝምለሰካ ገንዘብ እዩ ካልኣይ ኢምፕሮቭመንት ኢንሹራንስ ወይ ኢኣይ ዝበሃል ኣሎ ሕጂ ኣብ ስራሕ ነርካ ብዝኾነ ምክንያት ለሰ ተጎዲእካ ዲኻ ሓደጋ ገጢምካ ድዩ ክሰርሕ ኣይከኣልካን ኢምፕሎይመንት ኢንሹራንስ ዝበሃል ኣሎ ኢኣይ ኣፕላይ ትገብር ኣፕላይ ትገብር እሞ ኣነ ተጎዲኤ በዚ መዝን ምክንያት ክሰርሕ ኣይከኣልኩን ኣብ ውሽጢ ካናዳ ቅመጥ ኣለኹ ኣብዚ ቦታ ይሰርሕ ነረ ሕጂ ግን ተጎዲኤ እትልካዮም ዝሁብኻ ተቆራፂ ንወርሒ ኣለዉ ሓሙሽተ ሚእቲ ድዩ ሸሞንተ ሚእቲ ድዩ ሽሕ ድዩ ክሳብ ሽሕን ሚእትን ሓምሳን ይበፅሕ ንክልተ ሰሙን ማለት እዩ ከምኡ ኣብ ወርሒ ክሳብ ክልተ ሽሕ ክትወሃብ ትኽእል ኢኻ ስለዚ ኣብዚ እዋን እዚ ንስኻ ተጎዲእካ ስለ ዘለካ ክሳዕ ትሓዊ ነቲ ናይ ገዛ ክራይ ቢል ድዩ ንዝኾነ ይኹን ቢል ኣብ ሂወትካ ዘጋጥም ዘሎ ክትከፍሎ ትኽእል ኢኻ ፈደራል ደንታል ፕላን መንግስቲ ሕጂ መንግስቲ ካናዳ ብጣዕሚ እዩ ዝደፍእ ኣብ ናይ ስኒ ደንታል ማለት እዩ ደውፅኦ መደባት ኣሎ እዚ ኣብ ካናዳ ዳት ሲኤ ኣትኹም ንዓኹም ይምልከተኩምን ኣይምልከተኩምን ክትሪእዎ ትኽእሉ ኢኹም ደሓር ኢንተርናል ሞቢሊቲ ኤንድ ሃውዚን ትራንዚሽን ኣብ ውሽጢ ካናዳ ንክትንቀሳቀስ ወይ ድማ ኣብ ውሽጢ ፕሮቪንሳት ንኣብነት ካብ ኣልበርታ ናብ ሰስካሻ ክንቀሳቀስ ብዙሕ ምንቀሳቀስ እዩ ደሎ ግን ብኣየር ዋላ ክትከየድ ትኽእል ኢኻ ድራይቨር ላይሰንስ ጥያ ተድልየካ ግድን ፒኣር የተማላእ ኮይኑ ትበሎ ፒኣር ኣብ ውሽጢ ካናዳ ኣይተውፅዎ ኣየድልየኩም ንወላ ሓንቲ እንታይ እያ ዘድልየኩም ተልኩም ድራይቨር ላይሰንስ ኣውፅዋ ብድራይቨር ላይሰንስ ናብ ኩሉ ትንቀሳቀሱ ትኽእሉ ኢኹም ድራይቨር ላይሰንስ ጠፊኣትኩም ከተውፅዋ ካልኣይ ግዜ ቀሊል እዩ ኢዚ እዩ ናይ ድራይቨር ላይሰንስ ጠፊእካ ከተውፅኦ ቀሊል እዩ ፒኣር ጠፊእካ ከተውፅኦ ካልኣይ ግዜ ግን ከቢድ እዩ ምክንያቱ ፒኣር ፐርማነንት ሬዚደንት ኣይዲ ካርድ እዩ ዓብዪ ዝኾነ ካርድ እዩ ስለዚ እዛ ፒኣር እዚኣ ኣብ ካናዳ ክሳዕ ደለካ ብጣዕሚ ኣገዳሲት ወረቐት እያ እታ ፒኣር ወሲዶም እዮም ኣብ መጨረሻ ሲቲዘንሽፕ ወይ ድማ ካናድያን ፓስፖርት ትቡኻ ስለዚ ፒኣር ከይጠፍኣኩም ክትጥንቀቑ ኣለኩም ብድራይቨር ላይሰንስ ኣብ ውሽጢ ካናዳ ክትንቀሳቐሱ ትኽእሉ ኢኹም እዚኣ ፈጥካያ ነርካ ትኾን ኢኻ ዓባይ ሓበሬታ እያ ንዓኻ ሎካል ሬንት ሳብሲዲስ ወይ ድማ ሙኒሲፓሊቲ ሳፖርት ክራይ ገዛ ንኣብነት ድከብረካ እዋናት ኣሎ ሕጂ መንግስቲ ዝሕግዘሉ መንገዲ ኣሎ እዚ ከዓ ሳብሲዲ ይበሃል መንግስትስ ነቲ ቦታ ነቲ ገዛ እሱ ባዕሉ ድውንኖ ይኸውን እሞ ንዓኻ ብሕስር ዝበለ ኣዝዩ ሕሱር ዝበለ ዋጋ ካብቲ ካልኦት ንኣብነት ሽሕን ሓሙሽትን ሰባት ገዛ ይካረዩ ተለዉ ንስኻ ኣብቲ ገዛ እቲ ብሓሙሽተ ሚእቲ ትነብር ተለኻ መንግስቲ እዩ ሳብሲዳይዝ ገይርዎ እቲ ገዛ ንዓኻ ብኣታዊኻ ርኢ ድዩ ዝኾነ ኮንዲሽን የድልዮ እዩ ሃፍታም ከለኻ እስኻ ንወርሒ 6,000 ተእቱ ተለኻ ንዓኻ ናይ 500 ገዛ ይቕምጠካን እዩ ግን ኣዝዩ ትሕት ኮይኑ ኣታዊኻ ሓገዝ ኣለዎ ቢዝነስ ግራንት ወይ ድማ ኢኮኖሚክ ኢሚግሬሽን ንካናዳ ንክትኣትወሉ ትኽእል መንገዲ እዩ እዚ ንስኻ ግን ኦልሬዲ ካናዳ ኣቲኻ ስለዝኾነ ብዙሕ ኣየገድሰናን እዩ ኒው ካመር ቢዝነስ ግራንት ዝበሃል ኣሎ እዚኣ መብዛሕትኩም ኣይትፈልጥዋን ኢኹም ሓድሽ ኮንካ ኣብ ካናዳ ግን ናይ ቢዝነስ ፕላን ተለካ መንግስቲ ዝበካ ግራንት ኣሎ ኣብ ዌብሳይት እዚ ሕጂ ካብ ከተማ ናብ ከተማ ይፈላለዩ ኣብ ከተማኹም ቸግበሩ ኣብ ከተማኹም እንተ ኣሎ ፅቡቕ ተዘየለ ግን ዕድል ኣይገበርኩምን ኣብ ከተማኻ እዩ እዚ ወይ ድማ ብድሕሪ ቀፅለ ሒዚያ ኣለካ ጆብ ትሬኒንግ ግራንት እዚ ኣበይ ይርከብ ተልኩም ኣብ ኦንቴሪዮ እዩ እዚ ንዓኻ ፅቡቅ ሕጂ ኣብ ኦንቴሪዮ ናይ ጆብ ስራሕ እንተ ደይረከብካ ኣለኻ ወይ ክመሃር እትልካ ድሓን ፀገም የለን ግን ጆብ ትሬኒንግ ግራውንድ ኣሎ ክትመሃር ትኽእል ኢኻ ድሕሪኡ ሰሪሓ ዘለኹ ሄልዝ ኬር ኣን ስፔሻል ካቨሬጅ ሕጂ ፕሮቪንሻል ሄልዝ ኬር ኣሎ እዚ ከዓ መንግስቲ ኦንታሪዮ ሕጂ ንኣብነት ናቱ ዝቦ ካቨር ኣሎ ካቨሬጅ ኣሎ ኩሉ ካቨሬጅ ኣይኮነን ናይ ዓይኒ እንተ ደሊኻ ስፔሻል ካቨሬጅ እንተ ኮይኑ ኣለዎ ንሶም ካቨር ዝገብርዎን ዘይገብርዎን ናን ኢንሹርድ ሄልዝ ቤነፊትስ እዚ ንፌርስት ኔሽን ጥራይ ንዓኻ ይምልከተካን እዩ ደንታል ተኮይኑ ናይ ደንታል መብዛሕትኡ ግዜ መንግስቲ ካናዳ ኣብ ደንታል ብዙሕ ገንዘብ ኢንቨስት ትገብር ስለዚ መብዛሕትኡ ሰብ ናይ ስኒ ማእለይ ክእለ ተኮይኑ ወይ ክሕገዝ ተኮይኑ ብዙሕ ሓገዝ ይትገብር መንግስቲ ኣብ ካናዳ ረቨኒው ኦቶሪቲ፣ CRA፣ ዝብሃል ዌብሳይት ኣሎ። ኣብ CRA ኣቲኻ ቤነፊት ፋይንደር ትብሃል ኣላ። CRA፣ ካናዳ ረቨኒው ኦቶሪቲ፣ ኣብኡ ኣቲኻ ቤነፊት ፋይንደር፣ እዚኣ ኣገዳሲት እያ። እንታይ ዓይነት ቤነፊት ወይ እንታይ ዓይነት ረብሓ ክትረክብ ትኽእል ንስኻ ወይ ንስኺ ኣብዛ ካናዳ ሬቨኒ ኣውቶሪቲ ኣቲኹም ትሪእዎ ትኽእሉ ኢኹም ወይ ንዓኹም ዝምልከተኩም ንኣብነት ዝኾነ ዲስኣቢሊቲ ወይ ዝኾነ ጉድኣት ዘለኩም ኣብ ነብስኹም ብሰንኩ ከዓ ክሰርሑ ዘይትኽእሉ ተኾንኩም ኣብዚ ቤኔፊት ፋይንደር ክትረኽብዎ ትኽእሉ ኢኹም ናይ ሰትልመንት ኤጀንሲስ ኣለዎ ሰትልመንት ሕጂ ከምዚ ካናዳ ከምዚ ሜዮናይት ሰንተር ሶሻል ሰርቪስ ዝበልኩም ገለ ከምኡም ብዙሕ ናይ ክላሳት እዮም ወይ ኮርሳት እዮም ዝህቡ በቲ ኮርሳት ተጠቐምኩም ከዓ ዓብ ስራሕ ክትረኽቡ ትኽእሉ ወይ ኤጁኬሽን ተወሳኺ ትምህርቲ ትረኽቡ ትኽእሉ ወይ ከምኡ እውን ብዛዕባ ካናዳስ ብዙሕ ክትፈልጡ ትኽእሉ ኢኹም ደይፈለጥኩምዎ መንገዲ ማለት እዩ ብዛዕባ ክሬዲት ክንዛረብ ተኾና ቢልዲ እዚአን ሕጂ ተወሳኺ ቲፕ እንደ ኣብ ዝቐልጠፈ እዋን ክሬዲትካ ጠንቂቕካ ትጥቀሞ ኣለካ ብዙሕ ግዜ ሲ ፋይናንሻል ሲስተም ፍለጥዎ ኢለ ክዛረብ ከለኹ ከምዚ እንታይ ይፈልጥ እዩ ክትብሉ ትኽእሉ ኢኹም ብዙሓት ፋይናንሻል ኣድቫይዘር ዝተዕርኽቲ ኣለዉኒ ብዙሓት ሓቂ ተሓይሽ ሓደ ካብቲ እሶም ድመኽሩኒ እንታይ እዩ መብዛሕትኡ ሰብ ዝኣትዎ ወይ ዝጥሕሎ ዘሎ እንታይ እዩ ስኹል ይልቃሕ እዚ ከዓ እንታይ ንለቃሕ ይልቃሕ እሞ በቲ መኪና ብ ለቃሕ ትግዛእ ገዛ ብ ለቃሕ ትግዛእ ቴሌፎን ብ ለቃሕ ትግዛእ ኩሉ ከዓ ንምንታይ ተኣማሚኖም እዮም ንስርሖም ስራሕ ግን ዝኾነ ከጋጥመካ ክእል እዩ ሂወት ኮም እያ ፈተነ ኣሎ ዓመታዊ ብዙሕ ሰብ እዩ ኣብ ስራሕ መሰናኸል ዘጋጥሞ በዚ ከዓ ኣብ ኣብ ዝሓፀረ እዋ እንታይ ይገብር ሪኒው ክገብር ከሎ ሞርጌጅ ከም ብሓድሽ ኣጃስት ይገብሮ ሕጂ ኣብ ዕዳ ሰተኣቱ እቲ ዕዳ እዩ እቲ ሲስተም ደብለና ደሎ ዕዳ እዩ ዝዓበየት ካናዳ ምስጢራት የልኩምኒ ዕዳ እዩ ኣብ ዕዳ ዝኣተወ ሰብ ክትሓትዎ ትኽእሉ ኢኹም እንታይ እቲ ዕዳ እንታይ ገጢሙካ ገዛ ምግዛእ ፅቡቕ ሓራይ ሃልዩካ እኮ ፀገም የብሉ ግን ስማርት ትኮን ኣለካ ብኸመይ ማነጅ ትገብሮ መርሓትሕት ይብሉን ገዛ ምግዛእ ክርዳእካ ግን ኣለዎ እንታይ ትኣቱ ኣለካ እንታይ እንታይ የዋፅኣካ በየናይ መንገዲ ትወፆ እንታይ እቲ ኮንዛን ፕሮስ ገዛ ገዚኦም ገዛ ቤስመንት ኣካርዮም ብላዕል እንዳተቀመጡ እናሰርሑ እኮ ማኔጅ ዝገብርዎ ብዙሓት ሰባት ኣለው ክልተ ሰለስተ ከኣ ይገብርዎ ኣነ ብዙሓት እየ ትፈልጥ ኣብዚ ዓዲ ኩሉ ብሓደ ዓይኑ ይርእዮ ማለት ኣይኮነን እንተኾነ ግን ካብ ፈሊጡ ተማሂሩ ዝኣትዎ ይግበር ኣሎ ኢሉ ዝኣትዎ ይበዝሕ ከምኡ ይብለካን እዩ እወ እንታይ እዩ ከረዳእካ ይፍትን እሞ ግን ምስ ሰማዕካዮ እዚ ኣይተረድኦን ኢኻ ትብል ምክንያቱ ሙሉ መዓልቲ ሰብ ክሰርሕ ውዕል ሙሉ መዓልቲ ካብ ሶኒ ክሳብ ሰንበት ሰብሲ ከዕርፍ ኣለዎ ካብ ሶኒ ክሳዕ ሰንበት ትሰርሕ በቃ ስልካ ኤቭሪ ታይም ካብ ስራሕ ተፈዲስካስ ናብ ስራሕ ትኸይድ ካብ ሶኒ ክሳዕ ሰንበት ማለት እቲ ምንባርሳ ኣይድገምን እዩ ማዕረ ክንዱ ምስራሕ ከኣሲ እታ ነብሱስ ዕረፍቲ የድልያ እዩ ከምኡ ንምባለ እምበር ገዛይቲ ግዝኡ ማለት ኣይኮነን ፅቡቕ ግዝኡ ዓቕሚ ኣለኩም ፅቡቕ ምኾሩና ከዓ እዚ ከምዚ ጌርና ከምዚ ገዚእና ከምዚ ተዓዊትና መብዛሕትኹም ተዓወትኩም ካልኣይ ሳልሳይ ገዛ እናገዛእኩም ኣነ ብሰበ ሰብ ፈልጦ እየ ሕጂ ንዓይ ትነግሩኒ ኢኹም ተዕሉኒ ኢኹም ግን ወጪኹም ኣብ ሜድያ ከምዚ ኣሎ መንገዲ ኣሎ በልዎም እዞም ሰባት ገዛ ከምዚ ፈሪሕናዮ ኢና ዘለና ብሰዓት ብፍላይ ኢንተረስት እናኸደ ሓሙሽተ ሚእቲ ሽሕ እንታይ ማለት እዩ ፍርቂ ሚልዮን ፍርቂ ሚልዮን ንገዛ ክሬዚ እኮ ብዝኾነ ዳይት ሓወይ እንታይ ክብለካ ኢለ እየ ንዓይ ትፈልጠኒ ኢኻ ሕጂ ደቂ ሰባት ከዓ ብተፈጥሮና ንዘይ ንዘይ ንፈልጦ ነገር ኣይንፈትወና ድሕር ሓደ ነገር ደይ ተረድኣና ኣይንፈትወና እጂ እቲ ሲስተም ናይዚ ዓዲ ከዓ ክሳዕ ዝርድአካ እዩ ክንብለካ ከለና እቲ ኣካይዳ እቲ እቲ ሂወት ናብራ መነባብሮ ትምህርቲ ስራሕ ኩሉ ክሳብ ዝርድኣካ እዩ ንዓኻ ኣነ ዳውን ክገብረካ ኣይደልን እየ ስማርት ኢኻ ብጣዕሚ ስማርት ኢኻ ሕጂ እታ ናተይ ቪድዮ ግን ብምሉኣ ስለ ዘይረኣኻያ እቲ ካልእ ቻነለይ እውን ደእትዎ ስለ ዘይረኣኻዮ ኩሉ ርኢኻ ኣመዛዚንካ መልሰለይ ጸገም የብሉን ጌጋ እንተለኒ ከዓ ንክእረም ድልወ እንተኾነ ግን ኣብ ዝፈልጦ ዓይነት ኣርእስቲ ኢኻ መጺኻኒ ሕጂ ኣይትፈልጥን ኢኻ ትብለኒ ከለኻ ካልእ ትረፍ እቲ ኩሉ ቪድዮታተይ ናተይ ሪፈር ጌርካ ሓንቲ ውፂእካ ደይኮነ እቲ ካልእ ሪፈር ጌርካ ጌጋታት ክህልወኒ ክእል እንዲ ኣነ እውን ጌጋ ኣለኒ ኢለ ዝመፅእ ሰብ እየ ግን ስለዚ ንዓይ ክትርድኣኒ ዘይከኣልካ ወይ በቲ ሓፃር ቪድዮ ክትርድኣኒ ስለ ዘይከኣልካ ኣይትፅላእኒ ሕጂ ደቂ ሰባት ካብ ተፈጥሮና ንድሕር ሓደ ነገር ዘይተረድኣና ነቲ ሰብኣይ ንፈትዎን ኢና ምክንያቱ እንታይ እዚ ኢኻ ትብል እምበር ተትርድኣኒ ነርካ ማዕረ ክንድኡ እቲ ቪድዮ ውፅኢኻ ከም ኣርእስቲ ዓብዪ ዓብ ርእስቲ ይኮነን እዚ መምሃሪ ክኸውን ግን እዛ ቪድዮ ዝርግሓልካ ኣለኹ ብሰናይ እዛ ቪድዮ ናባኻ ክትመጽእ ናተይ ምንዮት እዩ ኩላትኩም ነዛ መደብ ተኸታተልኩም ኣዝየ ደመስግነኩም ብሰፊሑ ብዛዕባ ካናዳ ክትፈልጡ ደኣ ትደልዩ ኮንኩም ከዓ ናይ ሲኣርኤ ካናዳ ሬቨኒ ኦቶሪቲ ዌቢናር ኣሎ ከምኡውን ናይ ፕሮቪንሻል ሰፖርት ኢልኩም ተሪኢኹም ኣብ ጉግል ክትረኽቡ ትኽእሉ ኢኹም ከምኡውን ካናዳ ዳት ሲኤ ኢልኩም ተሪኢኹም ብዙሕ ክትረኽቡ ትኽእሉ ኢኹም ቤኔፊት ፋይንደር ዳት ጂሲ ዳት ሲኤ ተልኩም እውን ሓበሬታ ክትረኽቡ ትኽእሉ ኢኹም ከምኡ ውን ቤኒ ሚድያ ኣብ ካናዳ ዝቕመጥ ዩቱበር ብዛዕባ ካናዳ ኣገዳሲ ሓበሬታት ዘምፅእ ዩቱበር ቴክኒሻን ማለት እዩ ብዙሕ ሓበሬታ ከምፅኣልኩም እየ ኣብ ካልእ መደብ ክሳብ ንራኸብ እዚ ወዳሓንኩም ትኽእል እቲ ምስጢር ሓንቲ ኣነ ዝተምሃርኳ ክሕክየኩም ዝኮይነ ካናዳ ናይ ሲስተም ዓዲ እዩ ብሲስተም ጥራሕ ትብድሆ ትኽእል ብሲስተም ገዛ ትገዝእ ብሲስተም መኪና ትገዝእ ብሲስተም ሃብቲ ካዕብት ናይ ታክስ ሲስተም ብዙሕ ኣሎ ፋይናንሻል ሲስተም ንመሃሮ እታ ንዓ በጃኻ ዋእ ንዓስከ ዋኣነ እኮ ብጣዕሚ እያ ትገርመኒ እንታይ ሲስተም ሕጅስ ሲስተም ገለ ናይ ሲስተም ዓዲ ከምዚ ገለ ምስጢር ዝረኸብካስ ከምዚ ከምዚ እቲ ሲስተም ኢልካ ዘይትዛረብ እንድሕር ናይ ሲስተም ዓዲ ኮይኑ ናይ ዝሰራሕካ ኣይኮነን ብሲስተም ኢካ ትነብሮ እንታይ ብሲስተም ኬድካ ንመንግስቲ እስከ ሰብ ከይረኣየካ ሲስተም ጌርካ እስከ ገዛ ሃበኒ ገለ ዲካ ትብል ሰክት በቃ ኣጉል ዝኮነት ነገራት ሒዞም እዮም ዝመፁልካ ብከምኡ እያ ንምሓርኛ ዘምፅእ ምክንያቱ ኩሉ ገላሊፆም እዮም ዝዛረቡ ሲስተም ሲስተም እዚኣሲ በቃ ተሕርቀኒ ቃል ኣብዛ ዓለም ዝብል እንተሃልያ ኣነ ካናዳ ካብ ዝመጽእ እዛ ሲስተም ትብል ቃል እያ እንታይ ሲስተም ዋላ ዝኾነ ዕንቅፍ ኢልካ ተወዲቕካስ ያ እዚኣ ብርከይ እንዲ ተሃስየ ኢልካስ ኣብቲ ሲስተም ስለ ዘይኣተኻ ኢኻ ምዕንቃፍን ሲስተምን እንታይ ኣራኺቡ ማይ ጸሚኤ ክሰቲ ለካስ ኣብ ሲስተም ስለ ዘይኣተኻ ኢኻ ሓዲሳት እኩም እንዲያ እታ ቃል እንታይ እያ ነይርዳን ብፍላይ እቶም ሓደሽቲ ትመፁ ብከምዛ ቃል ዚያዛ ሲስተም ዶ ገለ ትበሃል ላሕ ከብልኹም እዩ ሳክት ማንም እዩ በቃ ዝጥቀመላ ሲስተም ኣቲኻ ዶ ገለ ንባዕሉ ይኣተወ ናብ ሲስተም ካብ ሲስተም ወፅዩ ሓንጎሉ ጥዑይ ኣይኮነን እቲ ሰብ ትረኽቦ ዋላ ንባዕሉ ሓደ ኣብ ከለኹ ደሓን እንዳሓለፍኩ ናትካ ደሓን ናትካስ ደሓን ናትካ ሰሚዐልካ ኣለኹ ናይ ስራሕካ ኣይኮነን ናይ ሲስተም ዓዲ እዩ ገለ እዝን እዝን እቲ ሲስተም ብሜላ ከምዚ ከምዚ ብዙሕ ካብ ትደኽሙ ከምዚ እዩ ዝግበር ገለ ኢልካ እዩ ዝዝረብ ኢልካ ዘየለ ክብሉ ሰሚዕና ገለ ኢልኩም ሲስተም ሲስተም ኣይትበሉ ሓደሲ እንታይ ኣብ ከሎ ክቅፅለልኩም ከይረሳዕኩዋ እዚኣ ሰለስተ ወርሒ ዝኾንስ ይረኽበኒ ይምዕደኒ ገለ በቃ ኣብ ዝተራኸብናላስ ሓንሳብ ሓንሳብ በቃ ዳርጋ ተሓቢኡ ከማን ክሓልፍ ከይረኽበንስ ዝፈርሓሉ እዋናት ነይሩ ስምዓኒ እታ ቆልዓ ኣብ ሲስተም ክሳብ ትኣቱ ጥንቃቐታት የድሊ ናይ ዝዓዲ ኣዋልድ ከይትትንክፍ ገለ ብዙሕ ነገራት ምሻሉ ፅቡቕ ፅቡቕ ነገር እንዲ ተደጋጊምኒ እምበር ክልተ ገለ መዓልቲ ተዛሪብካ ሰብ እኽልቲ ነይረ እያ ጽብቕቲ ምኽሪ እያ ኣና ኢሰይ ኣይኮንኩን ነታ ምኽሪ ሽዑ ይረኽበኒ ቀሪብካ እያ ካብ ሲስተም ክትኣቱ ገለ ብለኒ እንታይ እያ ሲስተም ድሓር ጸኒሑ ገለ ዝኾነ በቃ ምስ ኢተይላ ገለ መለስ እቶም ዝተቐበሉኒ ፋሚሊ መስያ ገለ ኢሎም ዘይደወለይስ ስምዓኒ እንዶ ታቆላ ተምስልኻ ኣብ ሲስተም ከይኣትኻ ገለ መለ ብለኒ ነይሩ በዚሓትኒ በቃ ብጣዕሚ ተደጋጊማትኒ ገለ ሽዑ ሰሙን ገለ ዝኸውን ተጣፊእና ረኺበዮ ድሕሪ ክንደይ ሰለስተ ወርሒ ዝኸውን እግሪ እግረይ እንዳመፀ ብሲስተም ላሕ ኣቢልኒ ድሓር ብዛዕባ ፀቒጡ ዛረበኒ ዝነበረ ከዓ ብዛዕባ ዋልድ ገለ ጓል ወረቐትካ ክተባላሽወልካ ስለ እትኽእል ከይትቐርበን ከይትትንክፈን ገለታት እዩ ዝብለኒ ነይሩ ሽዑስ ረኺብኒ ብዝኾነ ተራኺብና ተራኺብና ኣብ ሲስተም ገለ ብዛዕባ ሲስተም ዝምልከት ስወል ሓንቲ ዘይተዛረበና ኣነ ኸዓስ ሰብ ዘልመደካ ክኸልአካ ከሎ ከም ገለ እንዲ ዝብለካ እንታይ ዘጋጠመ ነገር ኣሎ ድዩ ገለ ኢለ ማለት ክፈልጥ ደለ ገለ ነገር ተዘየጋጥሞስ ሲስተም ገለስ ረሲዕዎ ድዩ ዋላስ እንታይ ኮይኑ ሓቲተ ሌባ ዓርከይ እታ ሰበይተይ እኮ ሰጒጓትኒ ገለታት ኣይብለኒ ውይ ምስማ ምስ ቅዱስ ሕጂ ኣነ ከዓ ክፈልጥ ደልየ ማለት ሃንደበት ድዩ ዋላስ እንታይ ሃንደበት ድያ ሰጒጓትካ ዋላስ ምፍሕፋሕ ዝነበረ እዩ ገለታት ኢለ ዓመትና ገለ ጌርና ምፍሕፋሕ ካብ ንጅምር ዳ ኣብቲ ገዛ ቅሳነት የለ ገለገለ የለ ገለ ኢልን ሕጂ ለካ ናቱ ጭንቀት እዩ ዘራግፈለይ ነይሩ ናባይ መመፂ ሲስተም ገለ ዝብለኒ ሲስተም ናይ ገዝኡ ከይዕረ ሲስተም ንባዕሉ ተሓዋዊሳቶስ ንዓይ ብሲስተም መዓንጣ የውፅእኒ ቁም ነገር እዩ ዘለኩም ዘለኹ ሕጂ እዛ ሲስተም ትበሃል ኣይትጠቀሙላ በቃ ኣሰልቻዊት ኮይና እያ። ሕጅስ ዝሓውና ከኣስ ናይ ሲስተም ዓዲ እዩ እዚ ሲስተም ገለ ናይ ዝሰራሕካ ኣይኮነን እንታይ እቲ ሲስተም እንታይ እዩ እዝን እዝን እዝን ኣሎ ሲስተም ክትረብሓሉ ትኽእል ወይ ገለ ኢልካ ትገልጽ